ኣቱም ሸኽምኹም ዝኸበደኩም፣ ኣቱም ብዲያብሎስ መንገዲ ተጓዒዝኹም መኸዲ ስኢንኹም እግዚኣብሔር ጥራሕ ልፈልጦ ሓጢኣትኹም ምስ እግዚኣብሔር እትበኣሱ በቲ ሰብ እውን ዝረኣዮ በደልኹም እውን ሰብ እውን ፈሊጥኒ ኢልኹም ድቃስ ትስእኑ እንታይ ገደሰኩም ትጭነቑ ናባይ መፂኹም እንዶ ይቅርታ በሉኒ ሓንቲ ናይ ንስሓ መንገዲ ልተጋገየ መንገዲ ንኸድ ሰባት ብዙሓት ኣለና። ንስሃ ኣቦና ኣብ ከተማ ኣውዝዮ ኣሎ ልቲ ንስሃ ኣቦና እሱ ሓፊርና ፈቆደ ገዳማት ኸይደ እየ ንስሃ ልኣቲ ኢልና ኣው ልግበር ንስሃ እንደገና ኣይትራኸብ ኣይትረኣአ መስቀለይ ትሳለም ብፅሑፍ ልልኾነ ኣካል ሂብኻ ብፅሑፍ ልምለሰልኻ ነገር እኒኦ ገዳም ኸይድኹም ንስሃ ትኣትዉ ሰባት ትፈልጥዎ ኢኹም። እቲ ከተማ ለሎ ንስሓ ኣቦ ስልጣኑ ድዩ ልተሓተ ኮይኑ? ክትጾሙ ከለኹምሲ ከምቶም ሰነፋት ከምቶም ግብዛት ኣይትኹኑ፣ ምኽንያቱ ንሳቶም ዝጾሙ ንዓይኒ ሰብ እዮም ዝጾሙ። ንሳቶም ዝጾሙ ብሰባት ክኽበርሉ እዩ፣ ጸወምቲ ተባሂሎም ክነኣድሉ እዮም ዝጾሙ። ንስኻትኩም ከምኡ ኣይትኹኑ፣ ጾምኩም ሰብ ክፈልጠልኩም ኣይትድከሙ፣ ገጽኩም ኣይ ጸወግወግ ኣይተብሉ። ብሓጢኣት ልወደቐ ሰብ ተሃልዩ ሓጢኣቱ ኣይረስዕ። ልምንታይ? እስኻ ተረሳዕኻዮ፣ እቲ ሓጢኣት ለለቅሐካ ለስርሐካ ዲያብሎስ ኣይርስዖን። ኣቦ ቐሺ ከይደ ክቕጻዕ ከይኮናስ ኣው ብቐሺ ከይደ ክሕከም ኢልና ንቐይሮ መድሓኒት እዩ ዝበሃል ማለት እዩ። ዝቕጻዕ ዘሎ ሰይጣን እዩ እስኹም ኣይኮንኹም እዩ። ብንሰግዶ ስግደት ብንጾሞ ጾም ብንጽልዮ ጸሎት ንእግዚኣብሔር ኣምላክና ብፍጹም ልብና ይቅርታ ብንብሎ ኣነጋግራ ንዓኻትኩም ቀጺዑኩም ዝነበረ ሰይጣን እዩ ዝቕጻዕ ዘሎ እምበር ንስኻትኩምማ ትሕከሙ ኢኹም ዘለኹም በታ ዝተፈላለየ ሕማቕ ነገር ዝፍጽመላ ኣካላተይ እታ ድንኳን ውሽጢ ክኣቱ ኣብታ በሪ እኳስ ብርሑቕ የልሳለም ብ ኣይነ ኸኣ ይብልኻ ሕዚ እዙይ ልእግዚኣብሔር ልሐጎስዎ እዩ ልመስሎም ፈራሕ እየ ይብልኻ ቃ ፈራሕ እየ ኣይደፍሪ ሓደ ሓዳ ግን ምሳና ሓጢኣት ላሰርሑ እተፈላለየ ነገር ላገሩስ ደፊሮም ላ ውሽጢ ኣትዩ ይብልኻ መኒኦም እዮም ትኽክለኛታት እስኪ ንገሩ ሓጢኣት ሰሪሕኻ ላብዳ እግዚኣብሔር ከይትኣቱ መስቀል ከይትሳለም ለኣውደ ምረት ከይትኣት ምፍራሕ ልገደደ ሓጢኣት ደኣ እምበር ፍርሓት እግዚኣብሔር ኣይበሃል እዩ። በተለይ ብናገጠር ልምዲ መንእሰይ ውሽጢ ቤተ ክርስቲያን ኣይኣቲ ልበሃል ሓደ ዓብዪ ሕማም ኣሎ። ሰኣን ምእራም ሰሪጹ ልጸንሐ ማለት እዩ። ተስፋ ቆሪጽና ካብ እግዚኣብሔር ክንርሕቕ እግዚኣብሔር እውን ጸሊኡካ እዩ። እቶም ኣቦ ቀሺ እውን ክገርሞም እዩ እዙይ ደ ሰብ ሓጢኣት እዙይ ደ ይገብር እዩ ሰብ ኢሎም ሃመይ ኢሎም ክሰምዑኻ ሃመይ ገይርካ ኣብ ቅድሚኦም ደው ክትብል ልብል ሰይጣን ባዕሉ መጀመርያ ሓጥያት የስርሐካ ብንስሃ ከይትምለስ እንደገና ይከታተለካ ንምንታይ ድዩ ሓደ ሓደ ሰብ ተሓኒቁ ልመውት እኮ ኣነ እግዚኣብሔር ዝኩሉ ፈጺመ ሃመ ገይሩካ ክቅበለኒ ብጣዕሚ ትልሕዝነካ ነገር ና እግዚኣብሔር ፍቅርን ርኅራኄን ኣቐዲምና ስለ ዘይንፈልጥ ልእግዚኣብሔር ለይግባእ ግምት ልሃብና ንውዕል ብዙሓት ኢና ከም በደልና ተዝኸውን ነይሩማ ካብ ባዕለይ ጀሚሩ ኣብዚ ደው ምባል ይምክኣልና'ዩ። እቶም ልእግዚኣብሄር ልፈልጥዎ ሰባት መጺኦም ኣብ ማእቲዎም ጸልዮም ይኸዱ። እቲ ንእግዚኣብሄር ዘይፈልጦ ካብ ኣብ ማእታትኡ ንርእዮ ኢና መቸም ኸመይ ሃም ልገብር ትርእይዎ ኢኹም። ብሓደ ገጺኡ መጺኡ ተሳሊሙ ሰንድል ጽልስ ላፍቲ ላፍቲ ይርኢ መን ይርእየኒ ኣሎ መን እኒኦ መን የለይ ማለት እዩ። ሓጢኣት እላሰራሕኻ ንስሃ ለይምእታውን ክንስሆ እየ ኢልኻ ሓጢኣት ምስራሕን እግዚኣብሄር ኣምላክ መፍቀሪ ሓጢኣት እዩ መፍቀሪ ዓመጽ እዩ። ዋላ ተበደልኹ ዋላ ተዓመጽኹ ዋላ ተሓጠኹ ምንም ዘይብል ሕጉስ ኣምላክ እዩ ኢልካ ምትርጓም ምዃኑ ክንርዳእ ይግበአና ማለት እዩ። ብዙሕ ሰብ እንደገና ንስሓ ልእተ ክትቆርብ ተኮይንካ እዩ ልብል ሰብ እንደገና ተግኒ ኣይ ገዲምማ ንስሓ ንኣትምበይ ንኣሰናይ እኮ ንቐርብ ምእንታን ይብለካ። ሓደ ቅዱስ ቁርባን ኣመለኻኽታና ኣመጻጽኣና ኢና ተጋጊና እምበይ ካብ ጥምቀት ጀሚሩ ክሳብ መወዳእታ ዕለት ክሳብ ሞትና ዘይቋረጽ ምግብና እዩ። ሓደ ሓደ ሰባት እንድሕር ላብ ገሃንም ልፈርድ ኮይኑ እግዚኣብሔር ኣበይ ማንዮ ፍቕሩ ይብሉ። እግዚኣብሔር የኾነ ይዳሕራይ ላኡ ልፈርደልካ ባዕልካ ኢኻ ትፍረድ። ካብ መቃብር ተላዒልና ደው ክንብል ተለና ሒዝናዮ ልተቐበርና በደል ሓጢኣት እዩ ብጸጋም ደው ኢልና መንገዲ ጸልማት ክንኸድ ልገብረና እምበይ ኣብ ጎይታ ግዜ ኣብ ምጽኣቱ ግዜ ኣሰላፊ የለይ ንዓስኻ ጻድቅ ኢኻ ላውዚ ሕለፍ ንዕስኺ ሓጢኣተኛ ኢኺ ላውዚ ሕለፊ ልብል ኣሰላፊ የለይ። ኣነ ኣምላክኩም ቅዱስ እየ እሞ ንስኻትኩም እውን ከማይ ቅዱሳት ቅዱሳን ኩኑ። ንሓጢኣት ኣይፈጠረናን ንውድቀት ኣይጸወዐናን።

ንዝለመንዎ ንዝኣመንዎ እሙን ኣምላክ እግዚኣብሔር ቃሉ ብትክክል ሰሚዕና ኣብ ውሽጥና ህይወት ክዘርእ ብኡ ክንነብር ቅዱስ ፈቃድ ይኹነልና። ሓጢኣትኹም ንክስረየልኹም በደልኹም ንክድምሰሰልኹም ንስሓ እተዉ ተመለሱ። ብዚ ቃል እዚ ኢና ክንመሃሃር። ኣቐዲሙ ኣረጋዊ መንፈሳዊ ዝተብሃለ ካብቶም ቅዱሳን ኣቦታት ሓደ ካብቶም መጽሐፍተ መነኮሳት ዝበሃሉ ኣረጋዊ መንፈሳዊ ብዝብል ስሙ ብስሙ ዝተጽሓፈ ቅዱስ ኣቦ ከምዚ ይብል ለከ ስብሃት ኦ ኣቃቤ ስራይ ዘበኣማን ፈዋሲ ሕማሞሙ ለስውራን በፈውዘ ዚኣከ ዘያጥኢ ኣቐዲምካ ብሓጢኣት ንዝወደቑ ብንስሓ ናባኻ ንክምለሱ ናይ ነፍሳት ሓኪም ናይ ነፍሳት መድሓኒት ብምድራዊ ሓኪምን ጥበበኛን ዘይሕከም ናይ ነፍሲ ቁስልን ሕማምን እትፍውስ ንዕኡ ዝሕክም ንዕኡ ዝፍውስ ንሳ ዝተብሃለ መድሓኒት ዝፈጠርኻ ዘዳሎኻ ናይ ህይወትና ሓላዊ እግዚኣብሔር ኣምላክ ለኣኻ ክብሪ ምስጋና ይኹን ኢሉ ንስሓ ንዘዳለወልና ጠፊእናን ከይንጠፍእ ከመይ ከም እንምለስ ብንስሓ ዳግም ከመይ ከም እንሕደስ ናይ ንስሓ መንገዲ ንዝፈጠረልና ልኡለ ባህሪ እግዚኣብሔር ኣምላክ ምስጋና የቐርብ ማለት እዩ። ኣሜን። ኣንሕና እውን ብዘጥፋናየ ጥፍኣት ዲያብሎስ ከም ድሌቱ ከየንገላትዐና ተጋጊየ እየ በድሌ እየ ብዝብል ኣብ ቅድሚ እቲ እግዚኣብሔር ልሾሞ ምድራዊ ናብ እግዚኣብሔር ልኡኽ ካህን ቀሪብና ቀኖና ብምውሳድ ንስሓ ብምእታው ምስ እግዚኣብሔር ክንተዓረቕ መንገዲ ዕርቂ ንዘዳለወ እግዚኣብሔር ክብሪ ምስጋና ይኹን። ኣመስግንዎ ልእግዚኣብሔር ምእመናን እዚ ዓብዪ መንገዲ እዩ። እዚ ምስ በለ እምኣይቲ እረክቦ ከመ ኣይኩቶ ለአቃቤ ስራይ ዘነፍሳት ንእግዚኣብሔር ኣምላከይ ልቲ ናይ ነፍሳት መድሓኒት ልቲ ናይ ነፍሳት ሓኪም ዝኾነ እግዚኣብሔር ኣምላክ ካብ ልበይ ከመስግኖ ከምልኾ ኣበ እየ ዝረኽቦ ኢሉ ኣረጋዊ መንፈሳዊ ይናገር ማለት እዩ። ንምንታይ? እስመ እምቅድመ ይጽኡ ወይኳሱ ቁስላተ ነፍስየ ኣስተዳለወ ፈውሰ ለኣጥዮታ ቅድሚ እቲ ቁስለይ ምብዛሑ ምስፋሑ ቅድሚ ምድሓን ኣውይኒ ምሕዋይ ኣውይኒ ላብ ገሃንመ እሳት ቅድሚ ምእታወይ ምስኡ ተዓሪቐ ይቅርታ ጠይቐ ልነፍሰይ ለድሕነሉ መድሓኒት እታ ንእሽተይ ትበሃል በደል ኣዐርያ ከይሰፍሐት ኣዐርየ ካብ እግዚኣብሔር ርሒቐ ሰይጣን ተቖጻጺርኒ ገሃነመ እሳት ከይወረድኹ ከይኣተኹ ብቐሊሉ ዝምለሰሉ ገፊሕ ይኹን ዓብዪ ይኹን ንእሽተይ ቁስለይ ብቐሊሉ ዝሕከመሉ ፈውስን መድሓኒትን ንዘዳለወ እግዚኣብሔር ኣበይ ክረኽቦ ይኽእል ከመስግኖ ኢሉ ይናገር ማለት እዩ። እዚ ቃል እዚ ንስሓ ኣቲኹም እትፈልጡ ሰባት ኢኹም ተስተማቕርዎ እርግጠኛ እየ። ሓጢኣትና፣ በደልና፣ ሸኽምና ኸቢዱና ኣብ ቅድሚ እግዚኣብሄር ላተሸማቐቕና ነይርና። እግዚኣብሄር ኣምላክ በቶም ስዩማን ኣቦታት ካህናት ሊቃውንተ ቤተ ክርስቲያን ኣቢሉ ከመይ ከም እንሕከም ከም እንድሕን መንገዱ ምስ ሓበረልና ግን ላእግዚኣብሄር ቀሪብና በቲ ናይ እግዚኣብሔር ስራሕ ኣስፈጻሚ ኣካል ቅዱሳት ምስጢራቱ ለከናውን ምስጢረ ንስሓ ዝበሃል ምስጢር እምበር ሓጢኣትኻ እንትድምሰስ ዘይረአ ነገር ግን ሓቂ ልኾነ ስራሕ ዘከናውን እግዚኣብሔር ልሸሞ ካህን ኣቢሉ ሓጢኣትና ክሓድገልና ተሎ እዚ ዓብዪ መንገዲ ዓብዪ ስራሕ ስለ ዝኾነ ክነመስግኖ ይግበአና ማለት እዩ። እግዚኣብሔር ኣምላክና ኢየሱስ ክርስቶስ ኣብ ማቴዎስ ወንጌል ምዕራፍ ዓሰርተ ሓደ ኣቱም ሸኽምኹም ዝኸበደኩም ኣቱም ብዲያብሎስ መንገዲ ተጓዒዝኹም መኸዲ ስኢንኹም በቲ እግዚኣብሔር እግዚኣብሔር ጥራሕ ዝፈልጡ ሓጢኣትኹም ምስ እግዚኣብሔር እትበኣሱ በቲ ሰብውን ዝረኣዮ በደልኹምውን ሰብውን ፈሊጥኒ ኢልኹም ድቃስ ትስእኑ እንታይ ገደሰኩም ትጭነቑ ናባይ መጺኹም እንዶ ይቅርታ በሉኒ ኣነ ሓጢኣትኩም ክሓድገልኹም እየ ኣነ ናይ ምሕረትን ናይ ይቅርታን ኣምላክ እየ ናይ በቀል ኣምላክ ይኾንኹን ናትኩም ፍቕሪ እዩ ካብ ሰማይ ብፍቕሪ ገመድ ተሳሒበላ ምድሪ ክወርድ ለኸኣልኹ ንዓኹም ብምፍታወይ ብምፍቃረ እዩ እስኻትኩም ካብ ፍጥረታት ኩሉ ፍሉያት ኢኹም ንዘለኣለም ዘይጠፍእ መልክዕን ምስልን ገይረ ናይ ባዕለይ መልክዕ ምስ ምስልን ገይረ ዝፈጠርኩኩም ፍሉያት ፍጥረታት ኢኹም ላበለ ይነግረና። ስለዚ ንስሓ እንታይ ማለት እዩ ክንብል ተለና ንስሓ ማለት ካብ ልተጋግኻዮ መንገዲ ካብ ልነበርካዮ መንገዲ ጥፍኣት ኣስተውዒልካ ደው ኢልካ ሓሲብካ ተጋግየ ኣለኹ ኢልካ ላብ መንገዲ ህይወት ላብ መንገዲ ይቅርታ ላብ መንገዲ ዕረፍትን ይፎይታን ምምላስ እዩ ነስሓ ማለት እዩ። ሓጢኣትኹም ክድምሰሰልኹም ክስረየልኹም ማለት ምስስራይ ማለት ኩላትና ልቆሰለ ሰውነት ላብ ሓኪም ይኸድ እሞ እቲ ቁስሊ ተራእዩ ነቲ ስጋና ክቆስል ዝገብሩ ኣብቲ ውሽጢ ሰውነትና ዘለዉ ተሃዋስያን ሰውነትና ክደሚ ክመግል ብተፈላለየ መንገዲ መልክዑ ክቕይር፣ ቃንዛ ክፈጥርን ክንሳቐን ዝገብሩ ተሃዋስያን እቲ ብሓኪም እተኣዘዘ ኣሲድ ወይ ድማ ጨው ኣብ ልዕሊ እቲ ቁስሊ ክፈስስ እንተሎ እቶም ንሰውነትና ዘቑስልዎ ተሃዋስያን ይጠፍኡ፣ እቲ ስጋና ሰላም ይረክብ፣ እቲ ቁስልና ይጠምም ይሓዊ ማለት እዩ። ስለዚ ንስሓ ድማ ስግደት ክኾን ክእል እዩ፣ ጾም ክኾን ክእል እዩ፣ ንስሃ ማለት ነስሓ እዩ ካብ በደልካ ምምላስ ኣስተውዒልካ ላብ እግዚኣብሔር ይቅርታ ምጥያቅ እዩ ድሕሪ ንስሃ ልግበሩ መንገድታት ድማ ናይ ንስሃ ኣፈጻጸም ይበሃሉ ስግደት ጾም ጸሎት ምጽዋት ስእለት ካሊእ ካሊእ ከከም ሕማምካ እቲ መንፈሳዊ ልኾነ ሓኪም ልክዕ ሓደ ዶክተር ሕማምካ መርሚሩ መድሓኒት ክእዘዘልካ ተሎ ላብ ፋርማሲ ከይድኻ በታ ትእዛዝ መሰረት እቲ ሸያጢ መድሓኒት ወይ ድማ ናይ መድሓኒት ኣጠቃቀም በዓል ሙያ ዝኾነ በብታ ተኣዘዘታ ሰዓትን ዕለትን ኣዚዙ ኣወሳስድኡ ይኹን ልኽንደ ግዜ ከም እትጥቀመሉ መጢኑ ለኪዑ ከም ዝህበካ ኩሉ እቲ መንፈሳዊ ሓኪም ካህን ድማ መጢኑ ይህበካ ማለት እዩ። ሓደ ሓደ ግዜ እንታይ ኢልና ኢና ንጽውዖ ምእመናን? ቅጽዓት ኢልና ንጽውዖ ብተለምዶ። ግን ቅጽዓት ድዩ? መድሓኒት ድዩ ቅጽዓት እዩ? ቕፅዓት እኛ ተዋሂብናስ መድሓኒት ኢና ሓኪም ሕማምና ፈሊጡ እንተይሞትና ላብ ሓኪም ኸይድና ዘሕመና ዘሎ ዝስምዐና ዘሎ ሕማም ተረዲእና እንተስ ፍሉጥ ሕማም ኾይኑ እንተስ ከይተረደእና ላብ ሓኪም ንኸይድ እሞ ብዝግብኦ ተመርሚሩ ተፈሊጡ ሕማምና መድሓኒት ይእዘዘልና ላበይና ልኸድ ላብዳ መድሓኒት ኢና ንኸድ ስለዚ መጽሓፍ ቅዱስ ብምንባብ ቃለ ወንጌል ብምስማዕ ኣሃ ካብዛ ቃል እዚኣ መሰረት ብዛ ቃል እዚኣ መሰረት ኣነ ይብድ ኣለኹ ማለት እዩ ይጋገ ኣለኹ ማለት እዩ ኢልና ነስተውዕል እሞ ላበይ ንኸድ ላብ ንስሓ ኣቦና ንኸይድ ላፍቲ ካብ እግዚኣብሔር ተሾመ ንነፍስና ክንከባኸባ መድሓኒት ክእዝዘላ ቅዱስ ስጋይ ደሚ ምግቢ ክምግባ ብምስጢራት እውን ከንጽሃ እግዚኣብሔር ኣምላክ ኣብ ምድሪ ለኣና ልሾመልና ሃማና ሰብ ልኾነ ካህን ንኸይድ ልክዕ ላ ፋርማሲ ሃም ንኸይድ ማለት እዩ ኣብኡ ከይድና እዚአን ልሸውዓተ መዓልቲ በብዚ ሰዓት እዚ እዚአን እውን ልህንድ እዚ መዓልቲ ቃንዛ ክስምዐካ ተለውን እዚ ኣይልሃም ልእዝዘና ኩሉ እቲ ብመንፈስ ቅዱስ ተሓርዩ ተመሪጹ ካብ ዓለም ተፈልዩ ብክህነት ዘገልግል ካህን ድማ በብህንዲ እዚ ልህንዲ እዚ መዓልቲ ትሰግድ እቲ እንሰግዶ ስግደት ነቲ መንገርገሪ ሓጢኣት ገይሩና ዝነበረ ዲያብሎስ ነቲ ኣብ ሰውነትና ሰፊሩ መንገርገሪ ዝሙትን በቀልን ቂምን ስኽራንን ዕንደራን ገይሩና ዝነበረ ዲያብሎስ ካብ ሰውነትና በንቂርና ክነውፅኦ ካብ እኽሊ ጻህያይ በንቂርና ከም ንነቕሎ ኩሉ ካብቲ ንጹህ ልኾነ ሰውነትና ናድያብሎስ ጽህያይ ልኾነ ዕሾኽ ይኹን ኻሊእ ነገር ኩሉ በንቂርና ንሰደሉ እዩ ትስግደት ልድያብሎስ ስራሕቲ ልግዛእ ልነበረ ኣካላትካ ካብኡ ተቆጢቡ ኣብ ቅድሚ እግዚኣብሔር ኣብ ቤተ መቅደስ ኣብ ቤተ ክርስቲያን ኣውደ ምህረት ነቲ ዝፈጠረካ ኣምላክ ክትሰግድ ተለኻ ሽዑ ዲያብሎስ ኣይምችሆን ካብ ሰውነትካ ተበንቂሩ ይኸይድ በተለይ ኣሚንና እንድሕር ተነሲና ኮይና ክንሰግድ ተለና ክንጸውም ተለና ክንንስሃ ተለና ኢየሱስ ክርስቶስ ኣብ ቅድሜና ደው ኢሉ ምእንታና መከራ ላተቐበለ ይቕረበሎም እላበለ ብናይ ቆርቆሮ ምስማር ከይኮነስ ብመጭደድ ባህር ዛፍ ልመስል ዓብዪ ችንካር፣ ዓብዪ ቅንዋት፣ ዓብዪ ምስማር ምስ ጉንዲ ተጣቢቑ ደሙ ላፈሰሰ መልክዑ ተለዊጡ ምእንታና ኣብ ልዕሊ መስቀል ውዒሉ ኣብ ህሊናና ተዘይተቐሪጹና ቁፅሪ ስግደትን ቁፅሪ ሶምን ተነስዮ ኣለኹ ምባልን ብዙሕ ከሰጉመና ከም ዘይኽእል ክንርዳእ ይግበአና ማለት እዩ ስለዚ ንስሓ ኣብ ምንታይ ከም ዘለኻ ኣስተውዒልካ ምምላስ እንትኸውን እቲ ጾም ጸሎት እቲ ካሊእ ዝእዘዘና ድማ ኣፈጻጸም ይበሃል። ቀኖና እውን ይበሃል። ዝተቀነነ ማለት ዝተለከዐ ዝተዓቀነ ማለት እዩ። ብካሊእ ቋንቋ ካኖን ይበሃል ዝተመጠነ ማለት እዩ። ቅፅዓት ኢልና ንፅውዖ ዘለና መድሓኒትና ክንብሎ ዝግበአና ኣብ ኣቦቃሺ ከይደ ክቕፃዕ ከይኮናስ ኣብ ኣቦቃሺ ከይደ ክሕከም ኢልና ንቐይሮ መድሓኒት እዩ ዝበሃል ማለት እዩ። ዝቕፃዕ ዘሎ ሰይጣን እዩ። ንስኹም ኣይኮንኹም እዩ። ብንሰግዶ ስግደት፣ ብንጾሞ ጾም፣ ብንጽልዮ ጸሎት፣ ንእግዚኣብሔር ኣምላክና ብፍጹም ልብና ይቅርታ ብንብሎ ኣነጋግራ ንዓኻትኹም ቀጺዑኩም ዝነበረ ሰይጣን እዩ ዝቕጻዕ ዘሎ እምበር ንስኻትኹማ ትሕከሙ ኢኹም ዘለኹም። ተሓኪመ ተፈዊሰ ድሒነ ጥዕየ ክንብል እዩ ዝግበአና ማለት እዩ። ኣባ ኣረጋዊ ከምኡ እዩ ዝብለና ዘሎ። ልነፍሳት ብዘለዎ መድሓኒት ዘጥዒ ዝሕክም እግዚኣብሔር ኣምላከይ ከመስግኖ ኣበይ ክረኽቦ ኢሉ ይናገር ልክርስቶስ ስኢንዎ ከይኮነስ ኣድናቆት እዩ ዝገልጽ ዘሎ ክርስቶስ ንክርስቶስ ረኺቡ እኳስ እዚ ብቕዓት እዚ ረኺቡ ዓለመ መላእክት ርእዩ ለእግዚኣብሔር ኣምላክ ርእዩ ብዙሓት ምስጢራት ይመግበና ኣሎ እሞ ንስሓ ማለት እዚ እዩ ኻሊእ ቕድሚ ንስሃ ምእታውና ልሓጢኣትና ልዝኻኽሩ ክልተ ኣካላት ክነስታውስ ይግበእና እቲ ሓደ መንፈስ ቅዱስ እዩ ምእንቲ ክንስተኻኸል ትኽክለኛ ኣቦ ኣዐሪኻ ነዊሕ ልኾነ በደል ከይበደልኻ ኣካላትኻ ልልኾነ ሕማቕ ነገር ኣዐርዮም ከይተለማመድዎ ካብ ቐረባ ክትምለስ ከም ዝኹርየካ ከም ዝቐጽዐካ ከም ዝመኽረካ ኩሉ እግዚኣብሔር መንፈስ ቅዱስ ብመጽሓፍ ቅዱስ ኣቢሉ ብካህን ኣቢሉ ብወንጌል ኣቢሉ ብጾም ብጸሎት ኣቢሉ ካብ ቐረባ ክትምለስ ንስሓ ክትኣቱ የዘኻኽረካ ዮሃንስ ወንጌል ምዕራፍ 16 ቁጥሪ 13 16 እውን ከምኡ ይነግረና ቃሉ ማለት እዩ እግዚኣብሔር መንፈስ ቅዱስ ስለ ሓጢኣትና ከም ዝወቕሰና ሃዋርያት እውን ቅዱስ ዮሐንስ እውን እቲ ሓቀኛ መንፈስ ቅዱስ ምስ መጸ ሓቂ ናብ ዝኾነ ኩሉ ጽድቂ ናብ ዝኾነ ኩሉ ክመርሐኩም እዩ ኢሉ ይነግረና። ቅዱስ ጴጥሮስ መንፈስ ቅዱስ ኣዘኻኺርዎ ንስሓ ኣትዩ ፍጹም ዝኾነ ንብዓት ነቢዑ ላብ ትኽክለኛ ህይወቱ ተመሊሱ እዩ። እዚ ኣብነትና ንግበሮ። ካሊእ ሓጢኣትና ለዘኻኽረና እዚ ሰሪሐ ሃመ ገይረ ቤተ ክርስቲያን ክኸድ እዚ በዲል ሃመ ገይረ ቅድሚ እግዚኣብሔር ደው ክብል ላበልና ሓደ ሓደ ግዜ በተለይ ሱስ ዝጥቀሙ ሰባት ኣነ መእተዊ ሰማይ ኣላትኒ እያ ይብልኻ ብትኽክል እዮም ዘውግዑ ብኣቶም ዓይኒ ትኽክል ገይሮም ይወስድዎ እንታይ በታ ዝተፈላለየ ሕማቕ ነገር ዝፍፅመላ ኣካላተይ እታ እንኳን ውሽጢ ክኣቱ ኣብታ በሪ እኳስ ብርሑቕ እየ ልሳለምቢ ኣይነኸኣ ይብልኻ ሕዚ እዚ እግዚኣብሔር ዝሐጎስዎ እዩ ዝመስሎም ለእግዚኣብሔር ፈራሕ እየ ይብልካ በቃ ፈራሕ እየ ይደፍሪ ሓደ ሓደ ግን ምሳና ሓጢኣት ላሰርሑ እተፈላለየ ነገር ላገሩስ ደፊሮም ላ ውሽጢ ኣት ይብልካ መኒኦም እዮም ትክክለኛታት እስኪ ንገሩ ሓጢኣት ሰሪሕኻ ላብዳ እግዚኣብሔር ከይትኣቱ መስቀል ከይትሳለም ለኣውደ ምረት ከይትኣቱ ምፍራሕ ልገደደ ሓጢኣት ደኣ እምበር ፍርሓት እግዚኣብሔር ኣይበሃል እዩ ንእግዚኣብሔር እንድሕር ትፈርሖ ኮይንኻ እማ እሱ ዝጸልኦ ነገር ምፍራሕ እያ እቲ ዓባይ ነገር ኣነ ህንዲ ዝለኣክል ደፊረ ኣቲ በቃ በተለይ ብናገጠር ልምዲ መንእሰይ ውሽጢ ቤተ ክርስቲያን ኣይኣቲ ዝበሃል ሓደ ዓብዪ ሕማም ኣሎ ሰኣን ምእራም ሰሪጹ ዝጸንሐ ማለት እዩ ካብ ገጠር ቀረባ ግዜ ናብ ከተማ ዝመፁ ሰባት እውን ኣብ ቁሪ ትረኽቦም ኣብዚ እሞ ዋ ውሽጢ ለይተኣቲ ነፀላ እውን እየካ ከዳድናኻ ፅቡቅ እዩ ኣይ መንእሰይ እኮ ኣቲ ውሽጢ ልበሃል ይብልካ ልምንታይ ኢልካ ትጥይቕ እንተለኻ ብተፈላለየ መንገዲ ካብ ሓጢኣት ስለ ለይወፅእሲ ውሽጢያ ክኣት የብሉይ እሞ ካብ ሓጢኣት ምውፃእ እዩ እምበር ውሽጢ ቤተ ክርስቲያን ለይምእታው ኣብ ደገ ምሕዳር ድዩ እሞ እግዚኣብሔር ልሐጉሶ ኮይኑ ከምዚ ዓይነት ኣመለኻኽታ ዘለዎ ሰብ እኒኦ ኣነ ኣይደፍርን ዳሕና እየ ልብል ሰብ እኒኦ። ኣይደፍርን ማለት ሓጢኣት ኣይሰርሕን እዩ ክኾን ዘለዎ እምበር ሓጢኣት ሰሪሐ ብድፍረት ላብ እግዚኣብሔር ይኸድ ምባል ዝበኣሰ ገደል ምዃኑ ኩልና ክነስተውዕል ይግበአና ማለት እዩ። እቲ ካልኣይ ሓጢኣትና ለዘኻኽረና ተስፋ ቆሪፅና ካብ እግዚኣብሔር ክንርሕቕ እግዚኣብሔር እውን ጸልዩካ እዩ እቶም ኣቦቐሽ እውን ክገርሞም እዩ እዙይ ደ ሰብ ሓጢኣት እዙይ ደ ይገብር እዩ ሰብ ኢሎም ሃመይ ኢሎም ክሰምዑኻ ሃመይ ጌርካ ኣብ ቅድሚኦም ደው ክትብል ልብል ፎርጅድ ልኾነ ናይ ባዕሉ ቃላት ናይ ባዕሉ ምስሊ ኣብ ቅድሜና ይጽሕፍ እሞ ላፈራሕና ንነብር ሰይጣን ባዕሉ መጀመርያ ሓጢኣት የስርሐካ ብንስሃ ከይትምለስ እንደገና ይከታተለካ ሕፅር መግለፂ ይሁዳ ንርእዮ ይሁዳ ዮሃንስ ወንጌል ምዕራፍ 13 ክንርኢ ተለና ቁጥሪ ክልተ ሰይጣን ላዊቢ ሁዳ ኣተወ ይብለና ታክገብሪ ሰይጣን ለኣቲ ኣንሕና ምናልባት ስቑድና ልኾነ ትዕዝብቲ ንኣቲ ንኾን ንኽእል ኢና ላብ ልኾነ ቦታ ሰይጣን ግን ልኾነ ትርፊ ለየግንየሉ ነገር ኣየንቀሳቀሲ እሱ ልትርፉ እዩ ልንቀሳቀስ ኩሉ ግዜ ላብ ልቢ ይሁዳ ኣተወ። ላብ ልቢ ይሁዳ ምስ ኣተወ ናይ ይሁዳ ልቢ ገንዘብ ክፈቱ ገበረ እሞ ብሰላሳ ቅርሺ ንኢየሱስ ክርስቶስ ኣሕሊፉ ክህብ ገይርዎ። ንክርስቶስ ምስ ሸጦ ክርስቶስ ብኢድ ሊቃነ ካህናት በቶም ግፍዕኛታት ክንገላታዕ ክሳቐ እንተሎ ርእዩ እንደገና ብሰላሳ ቅርሺ ሸይጥኻዮ ኮይ ከምዚ ልጋላታዕ ኣሎ ኢሉ እንደገና ትዘብ ኢልዎ ንጹህ ደም ኣሕሊፈ ብምሃበይ በዲለ ኣለኹ ኢሉ ተናጊሩ ነይሩ ኣብ ማቴዎስ ወንጌል ምዕራፍ 27 ማለት እዩ ቁጥሪ 3 26 ማቴዎስ ወንጌል ጎይታ ተታሒዙ ብዝተፈላለየ መንገዲ ምስ ኣንገላትዕዎ ምስ ተሳቐየ ኣበስኩ በዲለ ኣለኹ ኸምዚ ድዮም ክገብርዎ፣ ኸምዚ ድዮም ከሳቕይዎ ኢሉ ንእሽተይ ብልጭ ኢላቶ ነይራ ናይ ንስሓ መንገዲ። እሳ መሊኡ ከይጓዓዝ እሞ ይቅርታ ጠይቑ ምስ እግዚኣብሔር ኣምላኩ ከይተዓረቕ እንደገና ይሁዳ ልቡ ክጸንዕ ገይርዎ ሰይጣን ማለት እዩ። እታ እተሰቕለላ ዕንጸይቲ እኳ እግዚኣብሔር ኣምላክ ብጥበቡ ተነሳህ ደኣ ተነሳህ ደኣ ግደፍ ተመለስ ደኣ ግደፍ ዋላ ተወለቶ ኣይ ገድመ ይቐበለካይ ስኡልካ ምዉት ንምንታይ ዲ ሓደ ሓደ ሰብ ተሓኒቑ ልመውት እኮ ኣነ እግዚኣብሄር እዚ ኩሉ ፈጺመ ሃመ ገይሩካ ክቅበለኒ ብጣዕሚ ትልሕዝነካ ነገር ና እግዚኣብሄር ፍቅርን ርሕራሕየን ኣቀዲምና ስለ ዘይንፈልጥ ልእግዚኣብሄር ለይግባእ ግምት ልሃብና ንውዕል ብዙሓት ኢና ዋ ከም በደልና ተዝኸውን ነይሩማ ካብ ባዕለይ ጀሚሩ ኣብዚ ዶም ማሊ ምኸኣልናይ እመሰ ኃጢኣተ ኑ ትትዓቀብ እግዚኦ እግዚኦ መን ይቀውም ቅዱስ ዳዊት በደላት ሓጢኣታት ተቋጻጺርካ እትቐስፍ እተጥፍእ ኣምላክ ተትኸውን እስኻ ናይ ምሕረትን ፍቕርን ኣምላክ እንተዘይትኸውን እስኻ ኣብ ቅድሜኻ መን ደው ክብል ነይሩ ኣብ ዓለም መን ክባዛሕ መን ክቕጽል ነይሩ ክንሰርቕ ተለና ኢድና ተዝቖርጸና ክንሕሱ ተለና መልሓስና ተዝቖርጸና ወይ ኣፍና ተዝዓጽወና ላብ ለይድሊ ቦታ ክንጓዓዝ ተለና ዘን ኣእጋር ዝደየን ላኡ ልመርሓ ኣለኻ ኢሉ ኣእጋርና ተዝሰብረና ዘይምልከተና ነገር ርእና ሓጢኣት ክንሰርሕ ተለና ኣዕንትና ተዘዕውረና ወይ ዘየድሊ ዘየድሊ ሓሳብ ልሓሰብና ኣይትጥቀመሉን ዘለኻ ኣይሙሮኻ ኢሉ ኣይሙሮና ተዘበላሸወልና መን ጥዑይ ሰብ ክግነ ነይሩ ፍቕሪ እግዚኣብሄር ኣቐዲምካ ዘይምፍላጥ ዋላ እቲ ሓጢኣት ንሰርሐሉ መንገዲ እውን ንእግዚኣብሄር ኣቐ ስለ ዘይንፈልጦ እዩ ንእግዚኣብሄር ዝፈልጥዎ ሰባት ብወረ ብያታ ዝፈልጥዎ ሰባት ክመፁ ተሎ ቤተ ክርስቲያን ትርእይዎም ትኾኑ ትኽእሉ እቲ ንእግዚኣብሄር ብደንቢ ገይሩ ዝፈልጦ ዘፍቅሮ ካብ ኣተኣታትኡ ጀሚሩ ካብ ኣጸላሊኡ ጀሚሩ ካብ ስርዓቱ ጀሚሩ ካብ ስርዓተ ኣምልኩኡ ጀሚሩ ምስ እግዚኣብሔር ይለዋግዕ ኣዋጊዑ ኣዋጊዑ ዋጊዑ ግዜ ሓፂርዎ ይኸድ ተርኳሕ ይበል ደርጓዕ ይበል ምንም ነገር ይሃሉ እሱ ቅድሚ እግዚኣብሔር እግዚኣብሔር ኣምላክ ኣብ ቅድሚኡ ደው ኢሉ ጸሎቱ ይሰምዐሎ ምዃኑ ስለ ዝኣምን ላብ እግዚኣብሔር ኣምላክ ኢለውግዕ ጥራሕ ኣብ ቅድሚ ብክንደይ መከራ ዝረኸብካዮ ክትጠርዕ ዝረኸብካዮ በዓል ስልጣን ደው ኢልካስ ሓሙሽተ ደቂቃ ኣለትካ እሞ ሓሳብካ ግለጽ ተባሂልካ ቃላት መሪጽካ ክትገልጽ እላተገበእካ ላፍቲ ላፍቲ ብምባል ግዜ ተሕሊፍካ ንባዕልካ ኢኻ ትከስር። ልክዕ እዩ እግዚኣብሔር ኣምላክ ኩሉ ግዜ ኣብ ዝለለናዮ ሰዓት ንረኽቦ እዩ እንሶና ኣምላክ የኾነይ ነገር ግን ንጸሎት ተፈለየ ግዜ ክኸውን ተሎ ምስ እግዚኣብሔር ምውጋዕ እዩ እሞ ክነዋግዖ ተለና ብተመስጦ ክኾን ይግባእ ማለት እዩ እቶም ልእግዚኣብሔር ልፈልጥዎ ሰባት መጺኦም ኣብ ማእቲቦም ጸልዮም ጸልዮም ጸልዮም ጸልዮም ይኸዱ እቲ ንእግዚኣብሔር ዘይፈልጦ ካብ ኣብ ማእታትኡ ንሪኦ ኢና መቸም ከመይ ሃም ልገብር ትርእይዎ ኢኹም በቃ ላውዚ ገና ጸሎት የጸልየ ላፍቲ ላፍቲ ላፍቲ ገንባዕባዕባዕባዕ ይብል እግዚኦ ይበሃል ቅዳሴ ይቀደስ ወንጌል ይሰበኸ እንታይ እዩ ናውዓለ ሓሳብ ይሕዝ ወይ ከዓ ወግዒ ይሕዝ ኣብ ዝኾነ ኣውደ ኣመረ ሰብ ኣብ ዘይበዝሐሉ ቦታ ንርኢ ዶ ንኾን? ብሓደ ገፂኦም መፅእ ተሳሊሙ ስንድል ፅልስ ላፍቲ ላፍቲ ይርኢ መን ይርእየን ኣሎ መን እኒኦ መን የለ ማለት እዩ ልእግዚኣብሔር ልፈልጥ ሰብ ሃሙ ክብል ደ ንብል ስለዚ እቶም ልእግዚኣብሔር ለፍቅርዎ ብንብዓት ይፅልዩ ብተመስጦ ይፅልዩ ቃሉ እንትንገር የዳምፁ ካብኦም ንላዕሊ ዝፈልጥ ይኹን ዘይፈልጥ ክናገር ተሎ ከምህር ተሎ ዋላ እቲ ዘይኽእል ዘይፈልጥ ዝበሃል ከምህር ተሎ እቶም ፍቕሪ እግዚኣብሔር ዝፈልጡ ሰባት ይሰምዕዎ የዳምፅዎ ይእርምዎ የስተኻኽልዎ ጎበዝ እዚኣ እኮ ከምዚኣ እኮ እየ ክብላ ደልዩ ነይሩ ፅቡቕ ሓሳብ ፅቡቕ ጅማሮ ኢሎም እዮም ለበረታትዕዎ ኣየቃልልዎ እዩ ስለዚ ካብቶም ሓጢኣትና ለዝኻኽሩና ተስፋ ቆሪጽና እግዚኣብሔር ይቅበለካይ እዙይ ኢለ ገይርካ እዙይ እውን ገይርካ እዙይ እውን ገይርኺ እንታይ ክትውስኸሉ እዚ ሒዝኻስ ናብ እግዚኣብሔር ክትኸድ ኢሉ ተስፋ ቆሪጽና ከይንጽል ንኹሉ ነገርና ፓራላይዝ ገይሩ ኮፍ ለብለና ሰይጣን ሓጢኣትና የዘኻኽረና ማለት እዩ ተስፋ ብምቑራፅ ካብ እግዚኣብሔር ምእንቲ ክንፍለ ማለት እዩ ስለዚ ቕድሚ ንስሓ ምእታውና ክንገብሮ ልግበአና እንተሃለወ መጀመርያ እግዚኣብሔር ኣምላክ ካብ ሓጢኣትና ከንጽሀና ይቕረውን ክብለና ፍቓደኛን እሙንን ጻድቕን ኣምላክ ምዃኑ መጀመርያ ምእማን የድልየና። ምናልባት ሓደ ሓደ ሰባት በቲ ተዓረቕ ኢልካዮ ይቅርታ ጠይቕካዮ ለይሰምዐካ ጨካን ኣቦኦም ልዕቅንዎ ሰባት ክህልው እዮም ልእግዚኣብሔር በታ ማማ የተጋግየየ ኢሎማ ቶሎ ልባ ለይምለስ ለይትርክዝ ብምውቓዕን ብምቕጥቓጥን እትኣምን ኣዶ ብኣኣ ክዕቅንዎ ኮን ኹሉ እዮም። እግዚኣብሔር ግን ከምኡ ኣይኮነይ። ቀዳማይ ዮሃንስ መቕልዕክቲ ምዕራፍ ሓደ ቁጥሪ ትሽዓንተ ከምኡ ዝብለና እግዚኣብሔር ኣምላክ ንዓመጽ በደልና ዓመጽና ሓጢኣትና በደልና ይቕረ ክብለና እሙንን ጻድቅን ኣምላክ እዩ ይብል ዮሃንስ። ክብር ምስጋና ሉ ይኹን እግዚኣብሔር ኣምላክና ኢየሱስ ክርስቶስ። እዚ ኣቱም ንስሓ ኣቲኹም ቕልል ኢልኩም ፍኹስ ኢልኩም ተመስገን እትብሉ ሰባት ኢኹም እትፈልጥዎ። ንስሓ ኣትዩ ለይፈልጥ ሰብ ንስሓ ምስ ኣተወ እዩ ክንደየናይ ልኣክል ጥዑም ምዃኑ እኳንስ ምስ እግዚኣብሔር ኣምላክ ምስ ሓደ ቀረባ ቤተሰብካ እውን ተዓጻጺኻ ነይርካ ተዓሪቕካ ሰላም ትትበሃል ተለኻ ልስምዐካ ደስታይ ታሕጓሲ ኩልና ንፈልጦ ኢና እሞ ልይቅርታ ልብና ክፉት ክኾን ይግብኦ እግዚኣብሔር ኣምላክ እውን ከምኡ ናይ ይቅርታ ኣምላክ ምዃኑ ይቕረ ለይበሃል ሓጢኣት የለይ እግዚኣብሔር ኣምላክ ብናባዕሉ መስርሒ መዐቀኒ ክህልዎ ይኽእል እዩ። ነገር ግን ኣንሕና ንዝገበርናዮ በደል ኩሉ ያው ኣብቲ ራእይ ዮሃንስ እውን ተጻሒፉ ኣሎ ላብ መንግስቲ ኣምላኽ ዘይኣቱ ሓሙሽተ ኣኽላባት ኢሉ ዝጽሕፎም ልናገሮም ቃላት ኣለዉ መጽሓፍ ልተጽሓፈ ልጠቕመና ኢሉ ጎደአና ይፈሊጥና ምእንታን መሪጽና ንስሓ ክንኣቱ እዩ ማለት እዩ እሞ ንክንገብሮ ዘይሓፈርና ኣብ ቅድሚ ካህን ክንናገር ንሓፍር ሰባት ብዙሓት ኢና ሓደ ሓደ ግዜ ሓደ ሓደ ካህናት ምእንታን ደጊምካ ሓጢኣት ከይትሰርሕ ኣርባዕተ ሓሙሽተ ግዜ ላትመላለስ ከዓ ንስሓስ ክሳብ ሸውዓተ ግዜ እዩ ክሳብ መወዳእታ እዩ ልብል ሰብ እውን ስለለሎ ዋይ በቃ ከኣቲ ደ ንስሓ ላበለ ሓጢኣት ዝሰርሕ ሰብ ብዙሕ እዩ ክንሶ እየ ኢልኻ ሓጢኣት ሃም ለይስራሕ ግን ኩልና ክነስምረሉ ይግበአና። ሓጢኣት እላሰራሕኻ ንስሃ ለይምእታውን ክንሶ እየ ኢልኻ ሓጢኣት ምስራሕን እግዚኣብሔር ኣምላክ መፍቀር ሓጢኣት እዩ፣ መፍቀር ዓመፅ እዩ። ዋላ ተበደልኹ ዋላ ተዓመፅኹ ዋላ ተሓጠኹ ምንም ዘይብል ሕጉስ ኣምላክ እዩ ኢልካ ምትርጓም ምዃኑ ክንርዳእ ይግበአና ማለት እዩ። ሓደ ግዜ ንስሓ ኣቲና ኻልኣይ ልቲ ሓጢኣትሳ ክንመጾ ተለና ላፍቲ ካህን እንታይ ክብለና ይኽእል እዩ? ዋይ ዝወደይ ንስሓ እኮ ሓንቲ ግዜ እያ ክብለና ይኽእል እዩ። ከምኡ ዝብሉ ሓደ ሓደ ቦታት ኣለዉ። ንምንታይ ክበሃል ተሎ ኣሃ ሓንቲ ግዜ ድያ ንስሓ ተዘይ ኣብራህሪኻሉ ክጭነቕ ክእል እዩ እቲ በደል ዝሰርሐ ሰብ ነገር ግን ለሓንቲ ሓጢኣት ካብ መጀመርታ ቅድሚ ንስሓ ቅድሚ ስግደት ቅድሚ ጾም ምእዛዝና ኣንሕና ኣገልገልቲ እውን ናይ ክርስቶስ ፍቕሪ ሰውነቱ ክቕረጽ መጀመርያ ብእምነትን ብጸሎትን ነቲ ደጋጊሙ ደጋጊሙ ሓጢኣት ክንደጋግም ብዝሙት ክንወድቕ ብንስሃ ከይንምለስ ላቐጸልና ላቐጸልና ሎምስ ጨሪሱሉ ለምስ ወዲኡሉ ሎምማ ገዲድዎ ኣብ ልበሃል ደረጃ ከይንበጽሕ መጀመርያ ብድንግልና ህይወት ብቅድስና ህይወት ክንዓቢ ልግበአና እሞ ዝርዝር በደልና ብእሪ ቁፅር ኣብ ወረቐት ጽሒፍና ብምምጻእ ኩሎም ምክንያቱም ሓጢኣት እንድሕር ተረሲዑ ዓብዪ ልኾነ ጥፍኣት እዩ እመዎ ዘወድቀ ብኃጢኣት እይርሳእ እስመ ዘእይትረሳእ ብኃጢኣት ልወደቐ ሰብ ተሃልዩ ኃጢኣቱ ኣይረስዕ ልምንታይ እስኻ ተረሳዕኻዮ እቲ ኃጢኣት ለለቅሐካ ለስርሐካ ዲያብሎስ ኣይርስዖን ብኻሊእ መንገዲ እውን ኣብ ቅድሚ ኩሉ ነገር ግልፂ ዝኾነ ጎይታ ኢየሱስ ክርስቶስ ትልበደልካዮ በደል ይፈልጦ እዩ ብንስሓ ለይተወራረደ ዕዳ ሓጢኣት ተሃሊካ ኣብ መወዳእታ ዕለት ከይትሕነቕ ኣቐዲምካ ዕዳኻ መጀመርያ ከይትጋገ ምጥንቃቕ ከም ሰብ መጠን ተጋጊኻ ሰይጣን ኣብ ርእሲኻ ሓይሉካ ተተጋጊኻ ድማ ኣቁሩሩ መኣተኩሙ ዘእንበለ ይእርብ ፀሓይ ፀሓይ ተይፀደቐ ብጋንኡ ከይተረሰዐ ንስሃ እተዉ ልክዕ ቁስሊ ሓደ ሓደ ቁስሊ እንታይ እዮም ልብሉና ሓካይም ደንጒኻዮ ኢኻ ላብ ካንሰር ተቐይሩ እዩልና ወደ ሓደ ሓደ ግዜ ላብ ካንሰር ተቐይራ እያ ዓብዩ እዩ ተዘሪኡ እዩ ኢሉና ላብ ሰውነትና ኩሉ ክሳብ ንዝራእ ካንሰር ልኾነ ናይ ዲያብሎስ በደል ኣብ ሰውነትና እንድሕር ቀንዩ ይባዛሕ ድፍረት እውን ንለማመድ ብቀደማይ ሓጢኣት ሰሪሐ ምንም የበለኒ እግዚኣብሔር እግዚኣብሔር ግን ከም ቀደማይ ጴጥሮስ ምዕራፍ ክልተ ቁጥሪ ሰለስተ ትሽዓንተ ከም ካልኣይ ጴጥሮስ ምዕራፍ 3 ቁጥሪ 9 እግዚኣብሔር ኣምላክ ዘመን ልውስኸና መዓልቲ ልውስኸና ሰሙናት ኣዋርሕ ልውስኸና ካብ ሓጢኣትና ክንምለስን ይቅርታ ክንጥይቕን ክንተዓራረ ደኣ እምበር ከምዚ ሓደ ሓደ ግዜ ዝኾነ ዕዳ ወይ ዝኾነ ስራሕ መዓልቲ ኣኺልካስ ብልኾነ ምኽንያት ኣጓቲቶዮ እየ መዓልቲ ምእካል ኣብኒ እሞ ሓደ ሰሙን ወስኸለ ኢልና ልበዓል ዕዳና ወይ እንደገና ልኩንትራት ልሃበና ሰብ በይዛኻ ሓንቲ ወርሒ ወስኸለይ ትኽክል እዩ የካቲት መወዳእታ እየ ከረክብ ልግበአኒ ግን ደንጉየ ኣለኹሞ ይቅርታ ክልተ ሰሙን ወስኸለይ ከም ንብሎ ኩሉ እግዚኣብሔር ኣምላክ እውን ዕድመ ልውስኸልና ለሎ ልነፃነትና ልሓጢኣትና ከይኮነ ልናይ ነብስና ህይወትን ነፃነትን ምዃኑ ክንፈልጥ ይግበአና ማለት እዩ ስለዚ ኣብ ንስሓ ህይወት ዘየለ ሰብ ዝስምዖ ስምዒት ንፈልጦ ኢና ኩላትና ተስፋ ምቑራፅ እኒኦ ናይ ህሊና ክስ እኒኦ ናይ ኣእምሮ ሰላም የለይ ስለ እግዚኣብሔር ክንገር ተሎ ኣብ ውሽጥና ዝሓደረ ሰይጣን ካባና ካብ እግዚኣብሔር ክንሃድም ይገብረና ማለት እዩ እዚኦም ኩሎም ክነስተውዕሎም ይግበአና ካሊእ ብዙሕ ሰብ እንደገና

ሓደ ቅዱስ ቁርባን ኣመለኻኽታና ኣመጻጽኣና ኣይና ተጋጊና እምበይ ካብ ጥምቀት ጀሚሩ ክሳብ መወዳእታ ዕለት ክሳብ ሞትና ዘይቋረጽ ምግብና እዩ ልክዕ ከምትና ስጋና ምግቢ ብህይወት ክሳብ ዘለና ቁርሲ ምሳሕ ድራር ከምነይቋርጽ ኩሉ ቅዱስ ስጋይ ደሚ እውን ናይ ነፍስና ምግቢ ናይ ህይወትና ምግቢ ስለ ዝኾነ ካብቶም ደጋግምና እንምገቦም ሓደ ምግብና ስለ ዝኾነ እዩ ማለት እዩ ስለዚ ገዲም ያው ድሓር ክቐርብ ተሎ ሓደ ሓደ ሰብ እንታይ ልገብር ቀደም ብመንእሰይነተይ እውን ብዙሓት ነገራት ነይሮም ይብል ክሳብ ኣርባዓ ዓመት ሓምሳ ዓመት ልመልስ ሒዝዎ ይጸንሕ እዚማ ካብዞም መናፍቃን ብምንታይ ንፍለ ካብዞም ኣብ ሰላሳ ዓመትና ኢና ንጥመቕ ኢሎም ሓለቆኦም ሉሲፈር ኣጋግዩ ሰይጣናዊ መንገዲ መሪሑ ኣብ ለይ ዓቕሞም ምስ ክርስቶስ ክወዳደሩ ኣብ ሰላሳ ዓመት እዩ ተጠምቃ ወይ የልጥመቕ ልምንታይ እዩ ተጠሚቑ እሱ ክጸድቕ ድዩ ተጠሚቑ መንግስቲ ኣምላኽ ክወርስ ድዩ ኣምላክ እንድዩ ሕጊ ክሰርዕ እኮ እዩ ኣይሰምዑኻይ እሺ ብዕስራ ሸሞንተ ዓመቱ ተሞተ ሓደ መንእሰይ ኸ መን እዩ ተጠያቒ እንታ ኾይንኻ ለይተጠመቕኻ ለይኣመንኻኒ ኣይ ሰላሳ ዓመተ የመላእኹ እዩ ነይረ እሞ በቃ ስለ ለይመላእኹ እየ ኢሉ ድዩ ከምልጥ ኣየምልጥ እዩ። ስለዚ ንስሓ እንዲያውም ከም ቅዱስ ጴጥሮስ ከም ቅዱስ ጳውሎስ ብኤፌሶን መልእኽቱ ልነግረና ኣቁሩሩ መዓተኩም ዘእንበለ ይርእ ፀሓይ ኣብታ ለይትሳ እንታይ ዓይነት ነገር ከም ልፍፀም እንታይ ዓይነት ጉዳይ ከም ልፍፀም ናብ ሞት ጉዳይ ኣሎ ብስሩ እውን ከይመውት ኢልካ ከይኮነስ እግዚኣብሔር ኣምላክካ ፀሪኻ ክትነብር ስለኾነ ግዜ ልውስኸካ እዚ ክትጥቀመሉ ይግበአካ ማለት እዩ እሞ ኣብ ልሓመምካዮ ሰዓት ሃም እትሕከም ኩሉ ሓጢኣት ኣብ ልሰርሕኻዮ ልክዕ ክትሕከም ይልግበካ ማለት እዩ ኣብ ምንታይ ኢና ንንስሓ ተተባሂሉ ኣብ ንስሓ ኣቦና ኣብዚኣ ሓንቲ ናይ ንስሓ መንገዲ ዝተጋገየ መንገዲ ንኸድ ሰባት ብዙሓት ኣለና ንስሓ ኣቦና ኣብ ከተማ ኣውዝዮ ኣሎ ወሊድና ለጠምቐልና ተቀያይምና ተባኢስና እውን መክረሂኡ ለተዓርቀና ብሓዘን ምክንያት ከይንጉዳእ እውን ለጽናዕንዐና ልጽልየልና ካህን ንስሓ ኣቦና ኣለሃለወ ልቲ ንስሓ ኣቦና እሱ ሓፊርና ፈቆደ ገዳማት ኸይደ እየ ንስሓ ልኣትልና ኣኡ ልግበር ንስሓ እንደገና ኣይትራኸብ ኣይትረኣአ መስቀለይ ትሳለም ብጽሑፍ ልልኾነ ኣካል ሂብኻ ብጽሑፍ ልምለሰልኻ ነገር እንዮ ገዳም ኸይድኹም ንስሓ ትኣትዉ ሰባት ትፈልጥዎ ኢኹም እቲ ብ ከተማ ለሎ ንስሓ ኣቦ ስልጣኑ ድዩ ልተሓተ ኾይኑ ልናይና ሓጢኣት በደል ድዩ ለይበቕዐ ኾይኑ ሓጢኣትና ከስተስርየልና ወይ እንደገና ላፍቲ ለሰስር እግዚኣብሄር ቀነና ሂቡ ክንሰግድ ክንጸውም ምስ እግዚኣብሄር ክንተዓረቕ ለይኣኸለ ለይበቕዐ ድዩ ኾይኑ ምናልባት ብመገሻ መልክዕ ገይሽኻ ድንገት ልገብርኻዮ በደል ተሃልዩ ክሳብ ላፍቲ ንስሓ ኣቦ ኢለ ኣለዎ ክሳብ ላብ ዓደይ ልምለስ ሞት ከየጋጥመኒ ኣብ ለግነኽዎ ካህን ክንስሓ ኣለኒ ኢልካ ትንስሓ ልክዕ እዩ ተዘይኮነ ግን ጾም ብልመፀ ቁፅሪ ተኣኪብካ ብጉሩብ ብማሕበር ብጉጅለ ላብ ገዳም ንስሓ ንኣትላልካ ምጉዓዝ ግን ካበይ ኢና ተምሂርናዮ ኣብ ከተማ ኮይኑ ወይ ኣብ ለለናዮ ኮይኑ ዝተውሃበና ቀኖና ኣብዚ ስለ ለይምችወኒ ግዜ ኣለኒ እዩ እሞ ኣብ ገዳም ከይደ ብጽሞና ክዛዝሞ ክውድኦ ምባል ትኽእል ኢኻ ተለይኾነ ግን እቲ ካህን ካብ ናይኻ ልበለ ካብ ናይኻ ልላዕሊ ብዙሓት ነገራት ልፈልጥ ለስተናግድ ሓኪም ስለ ዝኾነ ኣሚንኻ ንስኻኻ ክትነግሮ ኢልግበአካ ማለት እዩ እዚ ስርዓት እየ ልናገር ኣለኹ እምበር ነፃነትኹም ተዳፍኤ ማለት የኾነይ። እዚ እውን ክስተኻኸል ኢለ ኣለዎ። ትኽክለኛ ኣቦ ድዩ ትኽክለኛ ካህን ድዩ ሰብ ብላሓበረልካ ሓበሬታ ጥራሕ ስቁልና ንጓዓዝ ሰባት ኣለና። ስለዚ እዚ ኣብዚኣ ለሎ ንስሓ ኣቦና ልትብሎ ኣቦ ብልምችዎ ግዜ ቆፂርካ ብንስሓ ክንምለስላ ተገበአና። ኣይ ኣብ ገዳም ከዓ እየ ነይረ እየዋ ግን ኣይተጋነን ኣይ ብፅሑፍ እዮም ሂቦም ንልብል ሰብ ኣሎ። እና እዚ ስርዓት እዚ ብቤተ ክርስቲያንና ያው ክነስተኻኽሎ እዩ ልግበአና ማለት እዩ ኣብ ንስሓ ኣቦና ወይ ድማ ኣብ ቀረባና ንዘሎ ካህን ክንግልገል ንኽእል ኢና እዩ ድሕሪ ንስሓ ንምንታይ ኢና ናብ ሓጢኣት ንምለስ ስለ ዘይነስተውዕል እዩ እዮው ጻድቅ ብእዮው ምዕራፍ 28 ቁጥሪ 28 ዘይምብሳልና ዘይምስትውዓልና ኢና ተመሊስና ናብ ሓጢኣት ንኣቲ ማለት እዩ ምግጋይ ጥራሕ ከይኾነስ ዘይምግጋይ፣ ኣብ ሓጢኣት ደጋጊምካ ምውዳቕ ከይኾነስ ኣብ ሓጢኣት ደጋጊምካ ከይትወድቕ ምጥንቃቕ እውን ክፍቲ ቦታ ኣሎ፣ ክፍቲ ስራሕ ኣሎ፣ ክፍቲ መንገዲ ኣሎ ማለት እዩ። ስለዚ እዚ እዩ እቲ ቃሉ ልነግረና እሞ ኣብ መወዳእታ መጠቓለሊ ቅዱስ ዮሃንስ ቅዱስ ኣረጋዊ መንፈሳዊ ጸባብኢት ኣንቀጸ ንስሓ፣ ንስሓ ትኣት ተለኻ ድኻም ክህልዎ እዩ፣ ሰኸፈት ክህልዎ እዩ፣ ጸባብ መንገዲ እያ ኢልዋ። ልክዕ ዮሃንስ ማቴዎስ ወንጌል ምዕራፍ ሸውዓተ ቁጥሪ ዓሰርተ ሰለስተ ክሳብ ዓሰርተ ኣርባዕተ በታ ጸባብ መንገዲ ተጓዓዙ እታ ልግዚኡ ጸባብ መንገዲ መወዳእታኣ ገፊሕ እዩ፣ መወዳእታኣ ሰላም እዩ፣ መወዳእታኣ ገነት መንግስተ ሰማያት እዩ ይብል ጎይታ። በታ ገፋሕ መንገዲ ግን ከይትጓዓዙ እሳ መጨረሻኣ ሲኦል መጨረሻኣ ገሃነም እዩ ጸባብ እያ ለይትሓልፍ ጭንቂ መንገዲ እያ ጸባብ ኢት ኣንቀጸ ንስሓ ወባህቱ ተወስድ ሃበ መንግስተ ሰማያት ነገር ግን እታ ጸባብ መንገዲ ላብ መንግስተ ሰማያት እያ ትወስደካ እታ መጀመርታ ኣገፋሕ ዝኾነት መንገዲ እንደገና ርህብቲ ኢቲ ፍኖተ እረፍት ወትፍሲት ናይ ታሕጓስ፣ ናይ ምዝንናይ፣ ናይ ሃም ድሌትኻ ምስኻርን ምዕንዳርን ገፋሕ እያ። ሓደ ሓደ ብስጋ ኣሕዋትና ብሃይማኖት ምሳና ለይኾኑ ኣካላት እንታይ እዮም ልብሉ? በቃ እዚ ናይ ኦርቶዶክስ ነገርስ በቃ ሕዚ ጾም ሓሊፉስ እንደገና ጾም፣ ጾሙ ታሕሳስ ሓሊፋስ እንደገና ሕዚ ጾም ባይ ይብለካ ማለት እዩ። ብርቱዕ ሰራሕተኛ ጎበዝ ሰራሕተኛ ስርሑ እዩ ልዋፃእ እምበይ ላንፀርፀር ኣይሰርሒ ስለዚ ትኽክለኛ ክርስትያን ጾም ልናፍቅ እውን ኣሎ እዩ እቲ ጾም ንክልቲኡ ነገር ይጠቕመና እዩ ንፅድቂ ይጠቕመና እዩ ለኣካል ጥንካሬ ይጠቕመና እዩ ኣብ መከራ ግዜ ብጾም ልበሰለ ሰብ እዩ ካብ መከራ እውን ልድሕን ማለት እዩ ጥሜት ልፃወር ማለት እዩ እሞ ማቴዎስ ወንጌል ምዕራፍ ሸውዓተ ብዓብዩ ነጊሩና እኒኦ ስለዚ ዳይሙ ታበጽህ ውስተ ጽልመት ምስለ ሰይጣን ከመ ይሃልው ህውረ ውስተ ገሃነም እታ ናይ ምዝንናይ ናይ ሃም ድሌትኻ ምዃን ለይቲ ሙሉእ ላሰኸርካ ልዓንደርካ ምሕዳር ኣየ እግዚኣብሔር ኣምላክ ናይ ነፃነት ኣምላክ መንዳንኡ ለይብል ለሃውኹካ ነፃነት ሂበካ እኔኹ ክትጥቀመሉ ኣይምሮ ልቡና ዓዲለካ እኔኹ ነገር ግን ኣይተጠቐምካሉ ኢሉ ድሓረ ባዕልና ኢና ንቕፃዕ ሓደ ሓደ ሰባት እንድሕር ላብ ገሃንም ልፈርድ ኾይኑ እግዚኣብሔር ኣበይ ማንዮ ፍቕሩ ይብሉ እግዚኣብሔር የኾነይ ዳሕራይ ላኡ ልፈርደልኻ ባዕልኻ ኢኻ ትፍረድ ዳኛ ብግዲ ጎጢጡ መንደር መንደር ንዑ ክፈርደልኹም ኢሉ ልፈርድ ዳኛ የለይ ልሰላማዊ ሰብ መፂኡ ንዓ ገበነኛ ኢኻ ኢሉ ለሳድድ ፖሊስ የለይ ካብ መቃብር ተላዒልና ደው ክንብል ተለና ሒዝናዮ ዝተቐበርና በደሊ ሓጢኣቱ እዩ ብጸጋም ደው ኢልና መንገዲ ጸልማት ክንኸድ ዝገብረና እምበይ ኣብ ጎይታ ግዜ ኣብ ምጽኣቱ ግዜ ኣሰላፊ የለይ ንዓስኻ ጻድቕ ኢኻ ላውዚ ሕለፍ ንዕስኺ ሓጢኣተኛ ኢኺ ላውዚ ሕለፍ ልብል ኣሰላፊ የለይ ምግባርና ስራሕና ባዕሉ ሒዝናዮ ኢና ንሽከም ንስሓ ኣትዩ ተዳልዩ ዝተቐበረ ሰብ ሓጺብና ኣንጽህና ተኩስና ኣብ ቦትኡ ለቕመጥናዮ ክዳን ኣብ ዘለናዮ ግዜ ሃምታ ለቐመጥናያ ጸርያ ነጺሃ ሃም ንረኽባ ኩሉ ኣብ እዳ ረሳሕ ለጠራቐምናዮ ረሳሕ ክዳን እንደገና ኣብ እንኸፍተሉ ሰዓት ምስ ርስሓቱ ሃም ንረኽቦ ኩሉ ብናጋ ሎሚ ምስ ዕዳኣ ልኸደት ነብሲ ልተቐበረ ስጋ ዳሕራይ ክለዓል ተለውን ተሸኪምዎ ልነበረ በደል ሒዙ እዩ ልለዓል እሞ ስለዚ ከየፅረና ለቕመጥናዮ ቕሓ ከይፀረየ ከም ንረኽቦ ኩሉ ኣጥሪና ለቕመጥናዮ ሓፂብና ለቕመጥናዮ ድማ ኣብ ልለናዮ ሰዓት ብፅሩይ ከም ንረኽቦ ኩሉ ፅሩይቲ ነብሲ ኮይና ኣብዚ ምድሪ እዚ ክትንቀሳቐስ ይለሊ እግዚኣብሄር እሞ እዚ ክንፈልጦ ይግበአና ልንስሃ ድልዋትን ትውዓትን ክንኾን ይግበእና ንስሃሰ እመ ሕይወት ይእቲ ንስሃ ናሕይወት ኣዶ እያ ይብላ ንስሃ ናሕይወት ምንጭ ናሕይወት ፍልፍል እያ ካልኣይ ትውለደላ ዓባይ ዕድል ስለ ዝኾነት እዚ ዕድል እዚ ክንጥቀመሉ እግዚኣብሔር ኣምላኽና ቅዱስ ፈቓድ ይኹን ኣብ መወዳእታ ኦ እመ ኩሉ መን ውእቱ ዘያፈቅረኪ ኦ ንስሓ ጸዋሪተ ኩሉ ብፅኣን ቅድስና ኩሉ ክብሪ ኩሉ መጎስ ኩሉ ተሸኪምኺ እትነብሪ እግዚኣብሔር ኣምላክ ልደቂ ሰባት ለዳለወኪ መሳልል ንስሃ ለኣኽ ለይፎቲ ለኣኽ ለየፍቅር መን እዩ ይብል ዘእንበለ ሰይጣን ጸራዊ ውእቱ ዘይጸልኣቺ እቲ ልደቂ ሰባት እላሳደደ ኣብ ገሃነም ለንብር ሰይጣን ጥራሕ እዩ ልጸልአኪ ልምንታይ እዩ ልጸልአኪ ልዘመናት ለኣክል ለሃነጾ ንሓጢኣት ኹምሪ ኣብ ቅድሚ እግዚኣብሔር ቀሪብኺ እቲ ካህን እግዚኣብሔር ይፍታሕኺ ኣቲ ነፍሲ እግዚኣብሔር ይፍታሕኺ ኢሉ ናብ እግዚኣብሔር ከመልክት ተሎ እቲ ካህን ሓጢኣቱ ስለ ልድምሰስ እቲ ሰብ ንዘመናት ለኣክል ለሃነጾ በደል ሓጢኣት እሺ በደልን ሓጢኣትን ብሓደ ሰዓት፣ ብሓደ መዓልቲ፣ ብሓደ ሰሙን ደዃዕዃዕ ኢሉ ስለልፈርስ ስለልትጸሪ ልንስሃ ለየፍቅር የለይ ኢሉ ይነግረና እሞ ስለዚ ሃገርና ሰላም ክትኸውን ላብ ኣዲስ ኣበባ ምህዳም ላብ ዝተፈላለየ ቦታ ጸግዕኻ ምሓዝ ከይኮነ ኣብ ለለኻዮ ኮይንኻ ካብዚ ኣይኸዲ ኣይንቀሳቐስ እግዚኣብሔር ኣምላከይ ክተቑርሮ ኢኻ ኣቑረልና በዲልና ንኾን ንኽእል ኢና ሕሉፍ ስቃይን መከራን ረሲዕና ጸጊብና ንኾን ንኽእል ኢና እሞ ተመሊስና ኣለና ይቕረ በለልና ኢልና ብንስሃ ላእግዚኣብሔር ብምምላስ ሰላማዊ ሕይወትና ሰላማዊ ዓድና ክነውሕስ እዩ ልግበእና ማለት እዩ እሞ ስለዚ ሓጢኣትኹም ክድምሰሰልኹም ይቕረ ክበሃለልኹም ዘለዓለማውን ግዜያውን እፎይታን ሰላምን ክትረኽቡ ንስሃ እተዉ ልኡለ ባህሪ እግዚኣብሔር ኣምላኽና በቲ እተምሃርናዮ ቃል ህይወት ረኺብና ንስሃ ኣቲና ምስኡ ክንተዓረቕ ካብ ሓዞ ሓዞ ካብ ምጻር ጉዕዞ ይምሓረና ኢሎም ወለድና ከም ዝጽልዩ ኩሉ ካብ ስደት ካብ እንፈርሖ መከራ ኩሉ እግዚኣብሔር ይሰውረና ልላምህረና ለመስገነና ናይ ንስሓ ህይወት ልለመቻቸወልና ርህርሑን ፈቃር ሰብን ኢየሱስ ክርስቶስ ክብሪ ምስጋና ይኹን። ናይ ዕለቱ ትምህርቲ ዘመሓለፉልና መምህርና መምህር ጽጌ ድማ እግዚኣብሔር ዕድመን ጥዕናን ይሃቦም፣ ቃለ ህይወት የስመዐልና፣ ኣገልግሎቶም ይባርኽ፣ እግዚኣብሔር ይባርኸልና። ከምቲ ዝሰማዕኹምዎ እዩ። እስመ ይጸውኣነ እግዚኣብሔር ለርኩስ ዘእንበለ ለቅድሳት እግዚኣብሔር ንቅድስና እምበር ንርኩሰት ኣይጸውዐናን እዩ ዝብል ቃሉ እውን ብዛዕባ ንስሃ እዮ መምሂሮምና ንስሃ ድማ ነቲ ዝረኸሰ እንታይ ይገብር የኽብር ይቕድስ፣ ይልውጥ፣ ናብ እግዚኣብሔር የቕርብ እዩ እሞ ዝሰማዕናዮ ትምህርቲ ኣብ ልብና ክሓድር ይግባእ። እግዚኣብሔር እንትጽውዐና ንዓና ንቕድሳት፣ ንቕድስና፣ ንኽብሪ፣ ንዘለዓለም ሕይወት ንዘለዓለማዊ ሕይወት እዩ ዝጸውዐና። ሃዋርያ ቅዱስ ጳውሎስ ኣብ ቀዳማይ ተሰሎንቄ መልእኽቱ ምዕራፍ ኣርባዕተ ፍቕዲ ሸውዓተ ዘሎ ማለት እዩ እግዚኣብሔር ንዓና ክፀውዐና ከሎ ንምንታይ እዩ ፀዊዑና ንምንታይ ፀዊዑና ኣይሰማዕኹምን እንዲኹም ንምንታይ ፀዊዑና ንቅድስና እምበር ንርክሰት ኣይፀወዐናን ስለዚ ዓርስና ብቅድስና ሓሊና ከምኡ እዩ ዝብል ኣብቲ ዝተነበበ ካልኣይ ዲያቆን ዘንበቦ ምንባብ እውን ሃዋርያ ቅዱስ ጴጥሮስ ካብ ብሉይ ኪዳን ወሲዱ ኣነ ኣምላኩም ቅዱስ እየሞ እንታይ ይኾኑ ንስኻትኩም እውን ከማይ ቅዱሳት ቅዱሳን ኩኑ ሪኦም ንርክሰት ኣይፈጠረናን ንሓጢኣት ኣይፈጠረናን ንውድቀት ኣይጸወዐናን እግዚኣብሔር ዝጸውዐና ንቅድስና እዩ። እግዚኣብሔር ዝጸውዐና ንንጽህና እዩ። እግዚኣብሔር ዝጸውዐና ንበረከት እዩ። ስለዚ ጻውዒትና ኣኽቢርና ህይወትና ክንቅጽል ይግበአና ማለት እዩ። ብቅድስና ንኽንነብር እንታይ የድሊ? ጾም የድሊ ሓቂ ብዙሕ ነገር እዩ ዘድሊ ካብቶም ዘድልዩ ነገራት እቲ ሓደ እንታይ እዩ? ጾም እዩ። ጾም ዋና ናይ ቅድስና መሳርሒ እዩ። ጾም እኳ እንተዘይሃልዩ ብመጠን ምብላዕ፣ ብመጠን ምስታይ፣ ብመጠን ምንባር ይኣኽለኒ ምባል ብቅድስና ንኽንነብር ሓጋዛይ እዩ። ይኣኽለኒ ዘይብል ዓቂኑ ዘይበልዕ፣ ዓቂኑ ዘይሰቲ፣ ብመጠን ክነብር ዘይፈቱ ሰብ ናብ ቅድስና ክመጽእ ይኸብዶ እዩ። ስለዚ ከምኡ ስለ ዝኾነ እዩ ኣብ ማእኸል ቅዳሴ መምህርና ከም ዘምህሩና ኣብ ወንጌል ማቴዎስ ምዕራፍ ሽዱሽተ ካብ ፍቕዲ ዓሰርተ ሽዱሽተ ጀሚሩ ክትጾሙ ከለኹም እሲ ከምቶም እንታይ ኣይትኹኑ መደልዋን ከምቶም ሰነፋት ከምቶም ግብዛት ኣይትኹኑ። ምኽንያቱ ንሳቶም ዝጾሙ ንዓይኒ ሰብ እዮም ዝጾሙ። ንሳቶም ዝጾሙ ብሰባት ክኽበርሉ እዩ። ጾምቲ ተባሂሎም ክነኣድሉ እዮም ዝጾሙ። ንስኻትኩም ከምኡ ኣይትኹኑ። ጾምኩም ሰብ ክፈልጠልኩም ኣይትድከሙ፣ ገጽኩም ኣይ ጸወግወግ ኣይተብሉ ይብል ቃል ኣምላኽ ማለት እዩ። ንሕና እንጾሞ ከምቶም ሰነፋትን ከምቶም ግብዛትን ዘይኮነስ እግዚኣብሔር ዋጋና ክህበና ምስ እግዚኣብሔር ክንራኸብ መንፈሳዊ ስራሓውቲ ክንሰርሕ ክርስትናና ክንሃንጽ ምዃኑ ፈሊጥና ክንጸውም እዩ ዝግበአና። እዚ እናገበርና ንዝተጸዋዕናሉ ንቅድስና ክንነብር እዩ ዝግበአና እሞ እዚ ክንገብር ኣምላኽና እግዚኣብሔር ይሓግዘና።